ሰላም ዝኸበርኩም ተኸታተልቲ ቀንዴል ንሕጂ ጸብጻብ ጸወታታት ቻምፒየንስ ሊግ ናይ ረቡዕ ሒዘ ቀሪበ ኣለኹ ሰናይ ምክታል ቶተንሃም ሆትስፓርስ ታሪኻዊ ዝኾነ ዓወት ኣብ ልዕሊ ሪያል ማድሪድ ምዕዋት ናብ ናይ መወዳእታ 16 ሓሊፋ ዝሓለፈ ዓመት ካብ ናይ ምድብ ፀወታ ክትሓልፍ ዘይበቕዐት ኮይና ንኣጥቃዓያ ሃሪኬን ካብ መስበር ተመሊሳ ዝነኣስ ፀወታ ብምርኣይ ሰለስተ ብሓደ ስዒራ ክትወፅእ ክኢላ መጀመርያ ደለ ኣሊ ኣብ 27 ደቂቕ ከረንት ሪፐርስ ዝኮረሰሉ ከመዝግብ ከሎ ድሕሪ ዕረፍቲ እውን ኣብ ሰርጆ ራሞስ ኣጋጭዩ ክደግም ክኢሉ እዩ ቀፂሉ እውን ክሪስቲያን ኤሪክሰን ካብ ኬን ዝተኮረሰትሉ ብህድኣት ኣመዝጊቡ ምስ ሰለሰ ብወገን ማድሪድ ከ ክርስቲያን ሮናልዶ ሓንቲ ስለ ዘመዝገበ ሰለስተ ብሓደ ዝኾነ ብዓወት ቶተንሃም ክውዳእ ክኢሉ እቲ ብኣሉታ ናይ ቶተንሃም ክግለጽ ዝኽእል ኣብ 24 ደቂቕ ንተኸላኻላይ ቶቢ ኣልደርዌርት ብመስፈርት ክኸስርዎ ምኽኣሎምን ገለ ሳምንታት ከጽንሖ ምዃኑ እዩ ቶተንሃም ካብ ምድብ ኤች ብዓሰርተ ነጥቢ ክመርሕዎ ከለዉ ሪያል ማድሪድ ከኣ ብሸውዓተ ነጥቢ ኣብ ካልኣይ ንሓድሕደን ኣብ ዘካየዶ ፀወታ ሓደ ብሓደ ዝተፈላለያ ቦርሻ ዶርትመን ኣብ ፔል ኒውካሳን ከኣ ነብሲ ወከፈን ከክልተ ነጥቢ ዋህሊለን ይርከባ ኮኾብ ናይቲ ምሸት ኮይኑ ዘምስየ ክልተ ጎላት ዘመዝገበ ደሊኣሉ ኮይኑ ኣብዚ ዓመተ ስፖርት'ዚ ከምቲ ዝድለ ከድምዕ ከምዘይጸንሐ ዝፍለጥ እዩ። እቲ ወዲ 21 ዓመት እንግሊዛዊ ሽሙ ብዘየድሊ ርእሲ ክጥቀስ ዝቐነየ ኮይኑ ኣብ መስከረም ኣንጻር ሃደርስፊልድ ንዳኛ ዝተሓንኮለ ምሲሉ ብምውዳቕ ሪጎለ ክረክብ ከሎ ዝተነቕፈ ኮይኑ ኣብ ጸወታ ኣንጻር ማንቸስተር ዩናይትድ እውን ምስ ኣሽሊያንግ ክፋጠጥን ክጻረፍን ዝተረኣየ ደሊኣሊ ንኣሽሊያንግ ንስኻስ ኣሪግካ እንዲኻ ጸወታ ዘይትገድፎ ኢኻ ከም ዝበሎን ያንግ ከኣ ዋንጫ ፕሪምየር ሊግ ምስ ተዓወትካ ተመሊስካ ክዛረበኒ ከም ዝተባሃሉ ተጸብጸበ ኮይኑ ንደሊ ኣሊ ብሓፈሽኡ ግና ኣሉታዊ ሽም ንክረክብ ኣኽኢልዎ እዩ ንሱ ጥራይ ከይኣክል ከኣ ኣብ ጸወታ እንግሊዝ ኣንጻር ስሎቫኪያ ንዳኛ ማእከል ኣጻብዕቲ ካውፅኢካሉ ተባሂሉ ንሓደ ጸወታ ብፊፋ ተቐፂዑ እዩ ኣብዛ ጸወታ እዚኣ ግና ካብዚ ኩሉ ኣሉታዊ ተግባራት ዝተፈልየ ክገብር ከም ዝኽእል ክርኢ ከሎ ክልተ ጎላት ብምዝጋብን ኣብ መስመር ምክፍፋል ቶተንሃም ዘርኣያ ምቁፅፃርን ብልሓትን እዩ ንእግረ መንገዱ ኸኣ ነቶም ዝርእዩ ዝነበሩ ማድሪድ እውን ኣተኩርኦም ስሒቡ ከም ዝኸውን ፍሉጥ እዩ ሽም ኣሰልጣኒ ማውሪሽዮ ፖቸቲኖ ብዓውታ ዝዝመር ዝነበረ ኮይኑ ቶተንሃም ብልዑል ኣተኩሮ ቅልጣፈ ሓይሊ ክፃወቱ ምግባሩ ሓያለይ ኣድነቕቲ ክረክብ ኣኽኢልዎ ዘሎ ኮይኑ ናብ ዝቕፅል ደረጃ ከሰጋግሮም እንተኮይኑ ኸኣ ኣብ 2014 ናብታ ጋንታ ካብ ዝመፅእ ኣትሒዙ ዋንጫ ተዓዊቱ ዘይፈልጥ ምዃኑ ቶተንሃም ተዓዋቲ ዋንጫ ክገብራ ተበቒዑ እዩ እዚ ክበሃል ከሎ ግና ቶተንሃም ርኡይ ለውጢ ከተምፅእ ምሕጋዙ ጥራይ እውን ናእዳ ዝግብኦ እዩ ገለ ሓቅታት ብዛዕባ ነቲ ፀወታ ዝምልከት ከኣ ሪያል ማድሪድ ብቶተንሃም ሰለስተ ብሓደ ምስዓሮም ካብ ጥቅምቲ 2012 ንደሓር ንመጀመርያ ግዜ ኣብ ቻምፒየንስ ሊግ ኣብ ናይ ምድብ ፀወታ ዝሰዓሩ ዘለዉ ኮይኑ ን30 ፀወታታት ከይተሰዓሩ ዝኸድዎ ከብቅዕ ክኢሉ እዩ እዚ ውፅኢት እዚ እውን ኣብ 2008 ብጁቨንትስ 2 ብ 0 ካብ ዝሰዓሩ ንደሓር ንመጀመርያ ግዜ ኣብ ናይ ምድብ ፀወታ ብዝገፍሐ ዝተሰዓርዎ እዩ ነይሩ ቶተንሃም ቅድሚ ሕጂ ሓሙሽተ ግዜ ፈቲና ክትስዕራ ዘይከኣለት ሰለስተ ግዜ ተሳዒራ ክልተ ከዓ ማዕረ ድሕሪ ምውፃያ ኣብዚ መበል ሻዱሻይ ፈተናኣ ትስዕራ ዘላ ደለ ዓሊ እቲ ናይ መጀመርያ እንግሊዛዊ ንማድሪድ ክልተ ጎል ከመዝግበላ ዝኸኣለ ድሕሪ ስቴፈን ጀራርድ ኣብ መጋቢት 2009 ክልተ ጎል ምምዝጋቡ እዩ ናይ ደሊ ኣሊ ቀዳመይቲ ጎሉ ዝቐበሎ ትሪፐር ኣብ 2017 13 ጎላት ክኾና ዝኽእላ ኳዕሳሱ ዝቐበለ ተኸላኸላይ ኮይኑ እዚ ከዓ ካብ ካልኦት ተኸላኸልቲ ብሽዱሽተ ሓጎዛት የብልጾ ክርስቲያኖ ሮናልዶ ንቶተንሃም ኣብ ኩሉ ፀወታታት 10 ጎላት ከመዝግበላ ዝኽኣለ ክኸውን ከሎ ክንዲ ቶተንሃም ዘመዝገበላ እንግሊዛዊት ከምዘየላ ይፍለጥ

መሓመድ ሳላሕ ድሕሪ ዕረፍቲ መጀመርያ ንማዕጾ ማሪበር ክደፍሮ ከሎ ቀጺሉ እውን ጀሚስ ሚለር ብመልክዕ ሪጎለ ክደግሞ እኳ ዕድል ረኺቡ ተነበረ በቲ ወዲ 39 ዓመት ሓላው ልዳት ማሪበር ጃስሚስ ሃንድኖቪች ግና ክትድሕን ክኢላ እያ እምሪከን ምስ ጀምስ ሚለር ተቐባቢሉ ካልኣይቲ ክደግም ከሎ ኣብ ከባቢ ጸወታ ምውዱቓ ስታሪች ሳልሰይቲ ወሲኹ 3 ብ0 ክስዕሩ ክኢሎም እዮም ሊቨርፑል ካብ ግሩፕ ኤች ብሸሞንተ ነጥቢ ቀዳመሽ ዘለዉ ኮይኖም ኣብ ዘካየዱ ኣርባዕተ ፀወታታት ከዓ ከይተሳዕሩ ይርከቡ ምስእን ኣብ ሓደ ግሩፕ ዘለዋ ሴቪያን ስፓርታክ ሞስኮን ኣብ ትፃወታሉ ከዓ ሰቪያ ክልተ ብሓደ ክስዕር ብምኽኣላ ናብ ካልኣይቲ ክትድይብ ክኢላ ሊቨርፑል ንጀርጂኖ ወይናልደም ብመስበርቲ ምክንያት ኣብ ቅድሚ ዕረፍቲ ክኸስርዎ ከለዉ እቲ ተፃዋታይ ንተኸላኸልቲ ሊቨርፑል ኣብ ቅድሚት ኮይኑ ሽፋን ስለ ዝኸውን ብቕድሚት ዘሎ ተጻወትቲ ቀሲኖም ንቕድሚት ትኸጥቅዑ ስለ ዝገብር ኣገዳስነቱ ኣብ ሊቨርፑል ልዑል እዩ ንሱ ኣብ ዘይሃለወሉ ብቶተንሃም ኣርባዕተ ጎላት ክምዝገቦም ከሎ ብበሊ እውን ሓደ ብሓደ ክወፁ ዝተገደዱ ንሱ ዝተሰብረሉ መዓልቲ ነይሩ ስለዚ ማዕረ ክንደይ ከም ዘፀልዎም ዘብርህ ኮይኑ እዚ ፀወታ ምስ ባሪበር ግና ቅድሚ ሕጂ ካብ ዘካየደቶ 15 ናይ ሻምፒየንስ ሊግ ፀወታታት ስዒራ ዘይትፈልጥ ምዃና ኣድላይነት ኣይነበሮን ክበሃል ይከኣል ሰርጂ ኣጎሮ ጎል ኣመዝጊቡ ብጠቕላላ ድምር ጎላት 178 ናይ ማንቸስተር ሲቲስ ዝለዓለ ጎል ኣመዝገባይ ኣብ ዝኾነሉ ኣብ ግሩብ ኤፍ ማንቸስተር ሲቲ ንናፖሊ 4 ብ2 ረቲዓታ እቲ ጸወታ ሲቲ ካብ ድሕሪ ተበጊሳ ዝሰዓረትሉ ኮይኑ ኣብ መበል 21 ደቂቕ ሎረንዞ ኢንሲግኔ ምስ ማርቲነስ ተቀባበላ ከመዝግብ ከሎ ማንቸስተር ሲቲ እውን ናብ ጸወታ እናዓበየ ብምምጻእ ጎንዳገን ዝኹረሳ ተኸላኸላይ ኦቶመንዲ ብርእሱ ከመዓራርዮ ክኢሉ ድሕሪ ረፍቲ ከዓ ኣብ 48 ደቂቕ ጆን ስቶንስ መሪሕነት ተትሕዞም ጎል ከመዝግብ ከሎ ኣብዚ ሻምፒየንስ ሊግ እዚ ሳልሶይተያ ትኸውን ዘላ ኣብዚ ፀወታ ተተሳዒሮም ናብ ዝቕፅል ምሕላፎም ዝምህም ናፖሊ ፀወትኦም ፃዕቂ ብምውሳኽ ኣብ መበል 62 ደቂቕ ሎሬ ሳኔህ ንኣልቤል ኣብ ውሽጢ ክልል ሕንፃፅ መቕፃዕቲ ስለ ዝተሓንኮሎ ሪጎለ ተዋሂቦም ጀርጂኖ ቀሊዑ ኣመዝጊብዋ ፀወታ ማዕረ ክልተ ብክልተ እናገስገሰ ከዓ ኣብ 67 ደቂቕ ኣጉሮ ንጋንቱ መሪሕነት ተትሕዛ ንዕኡ ከዓ ክብረ ወሰን ጎል ኣመዝጋባይ ተረክቦ ብምምዝጋቡ እቲ ውፅኢት 3 ብክልተ ክብ ኣበልዎ ፀወታ ቅድሚ ምውድኡ ኣብ ዝተወሰኸ ደቃይቕካ ስተርሊን ራብዓይ ተኣመዝጊቡ ማንቸስተር ሲቲ ካብ ኣርባዕተ ፀወታታት 12 ነጥቢ ኣኪቦም ናብ ዝቕፅል ኣውዲቕካ ምሕላፍ ሓሊፎም ይርከቡ ኣብ ግሩፕ ጂ ፖርቶ ንኣርቢ ሌፕዚግ 3 ብሓደ ክስዕራብ ምኽኣላ ብ6 ነጥቢ ካልኣይቲ ክትድይብ ከላ ምስ ሞናኮ ሓደ ብሓደ ዝተፈላለየት በሽካ ከዓ ብ10 ነጥቢ ኣብ ቅድሚት ትርከብ